ኣብ መዓልቲ መስቀል ኣብ መዓልቲ ዳሜራ ኢና ዘለና እሞ ኣብ ሙሉእ ዓለም ዘለኹም ኣመንቲ ክርስትና ኤርትራውያንን ፈተውትን ደጊምና ርሑስ በዓል መስቀል ይግበረልኩም ክንብል ንደሊ። ክቡራት ተኸታተልቲ ኣለና ሚድያ ቲቪ እዚ ዘለናዮ እዋን ናይ ደበና ኩናት ኣብ ልዕሌና ዘጢጥሉ ዘሎ ግዜ እዩ ምናልባት እቲ መጻእና ዝበሃል መዝሙር ከም ትራፊክ ላይት ውልዕ ጥፍእ እናበለ ይኸይድ ከም ዘሎ ንሪኦ ኣለና ዝኾነ ይኹን ግን ንሕና ኤርትራውያን ሰረት ኣለና ድሕረ ባይታ ከ ኣለና ነዚ ዝመጽእ ዘሎ ዝኾነ ይኹን ንኤርትራ ንምጉባጥ ንቀይሕ ባሕሪ ንምቁጽጻር ወይ ንዓሰብ መንጢልካ ንምውሳድ ዝግበር ዘሎ ካብ ውሽጥና ዝመንጨወ መበገስን ድሕሪ ባይታን ስለ ዘለና ኢና ንዛረብ ዘለና ናይ ፈኸራ ወይ ናይ ጃህራ ወይ ናይ ጉራ ኣይኮነን ነዚ ኣብ ግምት ብምእታው እምበኣር ኣለና ሚድያ ቲቪን ሎሚ መዓልቲ መጺእካለይ ዶ ክጽበየካ ዝብል ከምዚ ኣብ ታምነይል ዝርኤኹሞ ኣገዳሲ ኣርእስቲ ሒዘ መጺኤ ኣለኹ ነዚ ኣገዳሲ ትሕዝቶ እዚ ክሳብ መወዳእታ ንኽትከታተልዎ ኣቐዲመ ብኽብሪ ከዘኻኽር እደሊ። ኣብ ምጅማር ናይዚ ቪድዮ እዚ ላይክ ሸር ኢልኩም ክትጅምሩን ከምኡውን ሳብስክራይብ ዘይገበርኩም ሳብስክራይብ ብምግባር ስድራ ቤትና ንክትኮኑ ደጊምና ከነዘኻኽር ንደሊ እምበኣርከስ መፂእካለይ ዶ ክፅበየካ ኣዝዩ ኣገዳስን ተረካቢ ዝኾነ ዘረባ እዩ እዚ ኣብቲ መርዓ ኣብ ዝግበረሉ ግዜ ዳስ ተሰሪሑ እንዳ ወድን እንዳ ጓልን ብሕብረተሰብና መርዓዊ ክመፅእ ከሎ ናብቲ ዳስ መፂእካለይ ዶ መፂእካለይ ዶ ክፅበየካ ዝበሃል ብኸበሮን ብደበላን ዝግበር ጭፈራታት ካብኡ ብምዝማድ ወይ ነዚ ኣገዳሲ ባህላዊ ቃል እዚ ተጠቒመ እዚ ዓሳ ቀይሕ ባሕሪ ከዓ መፂእካለይ ዶ ክፅበየካ ይብሎም ኣሎ ወይ መፂእኩምለይ ዶ ክፅበየኩም እዚ ሓደ ካብቲ ናትና ኣብ ዝሓለፈ ብረታዊ ቃልሲ ዝነበረ ካብቲ ኣብ ግምጃ ታሪኽ ኤርትራውያን ተመዝጊቡ ዘሎ ተቐሚጡ ዘሎ ሓቅታት ካብኡ ብምዝማድ እዚ ናይ ሎም መዓልቲ ኣርእስቲ መፂእካለይ ዶ ክፅብየካ እዚ ከምዚ ደጋጊምና ንገልፆ ምስ ታሪኽ ምስ ጉዕዞ ምስ ናይ ህዝቢ ኤርትራ ዝሓለፎ መስገደል ምስ ዝነበረ ኩርባን እምባን ምድያብን ምውራድን ምድያብን ብምዝማድ እዚኦም ከዓ ካብ ታሪክ ክመሃሩ ስለ ዘይደልዩ ክንመፅእ ኢና ክንወርድ ኢና ተበጊስና ኣለና ድሮር ኣምፂና ኣለና ታንክታት ኣለዋና እዚ ኩናት እዚ ኣብ ውሽጢ ሓፂር ግዜ ክውዳእ ዝኽእል ኩናት እዩ ናይ ቴክኖሎጂ ኩናት እዩ ብእዝና ከዓ ሰሚዕና ኩሉ እዚ ጃህራን ፈኸራን እዚ ከዓ በብግዚኡ ኣብ እዝና በፂሑ ሰሚዕናየስ መሊስናሉ ኢና ሕጂ ከዓ መፂእካለይ ዶ ክፅቤካ ይብለኩም ኣሎ ዓሳ ቀይሕ ባሕሪ ንዑ ናፊቁኩም ኣሎ እቲ ዓሳ ብከምኡ ቋንቋ ክንዛረብ ደስ ኢልኒ ሎም መዓልቲ ምክንያቱ ፖለቲካ ብፖለቲካ ኣርእስቲ በርእስቲ መጺና ክንዛረብ ከለና ብቅልል ዝበለ ብተራ ካብ ዘረባ መጺኻለይ ዶ ክጽበየካ ከም ዝርኹሞ ኣገዳስነትን እዋናውን ኣርእስቲ እዩ ነዚ ኣብ ግምት ብምታብ ከዓ ናይ ቀደም ዝነበረ ትዝ ኢልኒ ኣብ ሽሕን ትሽዓተ ሚትን ሰብዓን ሸውዓተን ዓመተ ምህረት ኣብ ባፅዕ ኩናት ናይ ሳሊና ኣብ ዝነበረሉ ግዜ ስነ ጥበበኛ ተስፋይ መሓሪ ወይ ተስፋይ ፊሒራ ኣብቲ እዋንቲ ዝደረፎ ደርፊ የዘኻኽረኒ እቲ ደርፍትኻ ልክዕ ዓሳታት ናይ ባሕሪ ፌስታኹም ኣኽብሩ ሳላ ሰራዊትና ዘማች ተደረሩ እዚ ሓደ ካብቲ ኣብ ሰብዓን ሸውዓተን ዓመተ ምህረት ዝተደርፈ ደርፊ ዘማች ኣብቲ እዋንቲ ብዙሕ ዝድረፈሉ ዝነበረ ግዜ እዩ ወዲ ትኹል እውን ዘማች ሓባት እግሪ ኣብታ ባሓኾራ ዝበሃል ደርፍታት እዩ ነይሩ እቲ ደርፍታት መንነት ናይ ህዝቢ ኤርትራ ዝገልጽ ዝነበረ ወይ ሕላገት ናይ ህዝቢ ኤርትራ ዝድምቕ ዝነበረ ኣዝዩ እዋናዊ ደርፍታት እዩ ነይሩ እምበኣር ዓሳታት ቀይሕ ባሕሪ ዘማች ተቐሊቦም እዮም ጦር ሰራዊት ተቐሊቦም እዮም ኣብ ዝተፈላለዩ እዋናት ናይ ሰብዓን ሸውዓተን ዓመተ ምህረት ጥራይ ዘይኮነ ኣብ ሽሕን ትሽዓተ ሚእትን ተስዓን ዓመተ ምህረት ዝነበረ መጥቃዕቲ ናይ ባፅዕ ወይ ስርሒት ፈንቂል ከዓ ብዙሓት ኣብቲ ቀላይ ኣትዮም እዮም ብዓሳታት ከዓ ተበሊዖም ኣብ ገለ ገለ ቪድዮታት ርኢኹሞ ከም ትኾኑ ከድሕነና ክእል እቲ ቀላይ እቲ ባሕሪ ከድሕነና ክእል ኢሎም ናብቲ ባሕሪ ዝሃደሙ ነይሮም ካብቲ ባሕሪ ከዓ ኢዶም ኣልዒሎም ዝተማረኹ ነይሮም ገሊኦም ኣብቲ ባሕሪ ዝጠፍኡ እዚ እውን ሓደ ካብቲ ኣብ ታሪክ ተመዝጊቡ ዘሎ ጉዳይ እዩ ዓሳታት ናይ ቀይሕ ባሕሪ ኣብ ሽሕን ትሽዓተ ሚትን ሰመንያን ኣርባዕተን ዓመተ ምህረት መጥቃዕቲ ናይ ሰሜናዊ ምብራቅ ሳሕል ኣውገት ክድምሰስ ከሎ ተጋዳላይ ከኣ ማርሳ ተኽላይ ዝኣተወሉ ግዜ ክሳብ ማርሳ ተኽላይ ስለ ዝነበረ እቲ ጉያን ዘብዘብን ብዙሓት ጦር ሰራዊት ኣብ ባሕሪ ኣትየመን ምክንያቱ ንድሕሪት ቁሊሕ እንተበሉ ጥይት ንቅድሚት እንተኸዱ ባሕሪ ስለዚ ካብ ብጥይት ኣብ ባሕሪ ኣቲኻ ብዓሳታት ምብላዕ ይሓይሽ ስለ ዝበሉ ናብቲ ባሕሪ ኣትዮም ብዓሳታት ዝተበልዑ ብዓይና ዝርእናዮም ከዓ ነይሮም እዮም እምበኣር ሕጂ ከዓ ንመፅእ ኣለና ብሉ ኣለዉ ንመፅእ ኣለና ክንብገስ ኢና ቴክኖሎጂ ኣለና ኣፅዋር ኣለና ታንክታት ኣለና ሰራዊት መልሚልና ኢና ሕጂ ኣስመራ ንምእታው ብሓደ መዓልቲ ክብጻሕ ዝኽእል ስርሒት ምዃኑ መራሒ ብልጽግና ኣብ ዝሓለፈ እዋን ገሊጽዎ ነይሩ እዩ። እዚ ናይ ዓሰብ ንምእታው ንቀይሕ ባሕሪ ጠቕላላ ንምቁጽጻር ካብ ዝሓለፈ እዋን ኣብቲ ናቱ ፓርላማ ዝገልጾ ዝነበረ ክቡራት ተኸታተልቲ ሰሚዕኩሞ ስለ ዝኾንኩም እዚ ጉዳይ እዚ ምናልባት ኣይ እዚ ትም ኢልካ ሓደ ዕሸል እዩ፣ ኣይ እዚ ትም ኢልካ ሓደ ናይ ጽሉላት ኣዘራርባ እዩ፣ ዝገብሮ ነገር የብሉን ተባሂሉ ዝሓልፍ ኣይኮነን። ነዚ ኣብ ግምት ብምእታው ከኣ መንግስትን ሰራዊትን ኤርትራ ነዚ ጉዳይ እዚ ብዝለዓለ ደረጃታት ተዳልዩሉ ከም ዘሎ በብግዜኡ ከኣ ይግለጽ ኣሎ። እምበኣር ሕጂ ዓሳታት ቀይሕ ባሕሪ ናፊቖም ጦር ሰራዊት ክምገቡ ጦር ሰራዊት ክቕለቡ ናፊቖም ስለ ዘለዉ ቀደም ኣቦሓጎታቶም ኣቦታቶም ተበሊዖም ሕጂኻቶም ደቆም ወይ ደቂ ደቆም ናብዚ ዓሳ እዚ ገጾም የቕንዑ ኣለዉ ብትኽክል ከዓ ብዘይምግራን እንተ ደኣ እዚ መፃና መፃና ዝበሃል ዘሎ ናይ ወራር ተበግሶ እዚ ጥሩምባ እዚ እንተ ሓቅነት ኣለዎ ኮይኑ እሞ እታ ናይ መጀመርታ ጥይት ኳሕ ኣቢሎም ድሕሪ ተበጊሶም ዓሳታት ቀይሕ ባሕሪ ከዓ እንደገና ዓብዪ ፌስታ ከኽብሩ እዮም ብዘይ ምግናን ዝኾነ ይኹን ቀመም ዘይተሓወሶ ጃህራን ትምክሕትን ዘይተሓወሶ ምዃኑ ሚእቲ ካብ ሚእቲ ኣረጋጊፀ እዛረብ ኣለኹ ምክንያቱ ዘይተገብረ ኣይኮነን ቅድሚ ሕጂ ተገይሩ ስለ ዝኾነ ዘይተባህለ ኣይኮነን ቅድሚ ሕጂ ተባሂሉ ስለ ዝኾነ ዘይተሰነደ ኣይኮነን ቅድሚ ሕጂ ተሰኒዱ ዘሎ ኣብ መዝገብ ታሪኽ ሰፊሩ ዘሎ ጉዳይ እዩ እምበኣር ሕጂ ካብዚ ብምብጋስ ብዝኾነ ይኹን መለክዒ ብዘየገድስ ዓሰርተታት ኣሽሓት ሰራዊት ኣሽሓት ታንክታት ሚልዮናት ተተኮስቲ ይምፃእ ብዘየገድስ ህዝቢ ኤርትራ ምስ ህዝቡን ምስ ባሕሩን ተኣማሚኑ ተዳልዩ ከም ዘሎ በዚ ኣጋጣሚ እዚ ክንገልፅ ንደሊ ምናልባት ንሕና ኤርትራውያን ጥራይ ዘይኮና ወይ ጎረባብቲ ሃገራት ጥራይ ዘይኮና ዓለም እውን ትነግር ኣላ ዓለሙን ግደፉ ኣይትበገሱ ግደፉ እዚ ዝግበር ዘሎ ምውጥዋጥ ናይ ኣባትር ደው ኣብልዎ ግደፉ ኣየዋጽኣኩምንዩ ዝብል ማዕዳን ምኽርን እውን ካብ ዓለም ይስማዕ ኣሎ ነዚ ናትና ዘረባታት ነዚ ናይ ኤርትራውያን ዘሎ ግብረ መልሲ ምናልባት መራሒ ብልጽግና ብየማናይ እዝኑ ሰሚዑ ብጸጋማይ እዝኑ ክሰዶ ይኽእልዩ ምንም ቅጭጭ ክብሎ ኣይክእልን ምክንያቱ ከምቲ ዝበሃል ሜስ ንዘይፈልጦ የጥርጦ ስለዝኾነ እዚ ስልጣን ኣብ ዘይበሰለ ግዜ ዝሓዘ መራሒ ብልጽግና ከኣ ነዚ ጉዳይ እዚ ዕሽሽ ኢሉ ክብገስ እንተደኣ ኮይኑ ከምዚ ትሪእዎ ዘለኹም መጺእካለይ ዶ ክጽበየካ ዝብል ናይ ዓሳታት ቀይሕ ባሕሪ መዝሙር ክንሰደሎም ኣገዳሲ ስለ ዝኾነ እዚ ኸኣ ልክዕ መልእኽቲ ነመሓላልፍ ወይ መልእኽትና ንነግር ኣለና

እቲ ኣገዳሲ ኢልና ንሓስቦ ኣለና ሚድያ ቲቪ ኩሉ ግዜ ምስ ታሪኽ ዝተዛመደ ቀመም ዘይተሓወሶ ዝኾነ ይኹን ነገር ከም ዘለዎ ኦርጋኒክ ነመሓላልፍ ኣለና ስለዚ መፂእካለይዶ መፂእካለይዶ ክፅበየካ እዚ ሓደ ካብቲ ደጋጊምና ንብሎ ዘለና ስለ ዝኾነ ሕጂ ከዓ ልክዕ ንብገስ ኣለና ብልለው ፅቡቕ ተበገሱ እንሆ ሜዳ እንሆ ፈረስ እዚ ዓሳ ቀይሕ ባሕሪ ነቦታትኩም በሊዑ ዝሃጠረ ሕጂ ከ ኣፉ ሃ ኣቢሉ ጽቤኩም ኣሎ ኣፉ ሃ ኣቢሉ ከምዛ ጋለርያ ገይሩ መጺእካለይ ዶ ክጽቤካ ይብልኩም ኣሎ እሞ ንዑ በሉ ምጽዎ ይጽበየኩም ኣሎ ክቡራት ተኸታተልቲ ኣለና ሚድያ ቲቪ ደጊምና ርሑስ በዓል መስቀል ከምኡ እውን ፅባሕ ሰንበት ርሑስ ናይ ዕርፍቲ ግዜ ይግበረልኩም እንዳበልና ኣብ ዝቕፅል ግዜ ብኻልእ ትሕዝቶ ክሳብ ንራኸብ ኣብ ዘዘለኹሞ ሰላምኩም ይብዛሕ።